እዚ መልእኽቲ እዚ ኣባና በፂሑ እዩ ካብ ፀልማት ናብ ብርሃን ካብ ሰይጣን ናብ ኣምላኽ ክንመልስ ተነጊርና እዩ ግን ኣብ መንጎ ደው ኢልና ኣለና ኣብ መንጎ ደው ኢልና ኣለና ሃዋርያ ጳውሎስ እዩ ስለዚ እምበኣር፣ ኦ ንጉስ ኣግሪጳ፣ ነቲ ሰማያዊ ራእይ ምእዛዝ ኣይኣበኹን፣ ከኣቢ ኣይኰነለይን ዝብሎ ከኣቢ ነዚ ሰማያዊ ትእዛዝ እዚ ምእዛዝ ኣይኣበኹን፣ እኳ ደኣ ክንስሑን ናብ ኣምላኽ ክምለሱን ከም ዝተነስሑ ዘርኢ ግብሪ ክገብሩን ክንስሑን ናብ ኣምላኽ ክምለሱን ከም ዝተነስሑ ዘርኢ ግብሪ ክገብሩ ናይ ሓሶት ንስሓ፣ ናይ ጥለዓለም ንስሓ፣ ናይ ይምሰል ንስሓ ከይከውን ብግብሪ ዝተሰነየ ንስሓ ክኸውን ድማ ክነግሮም ቅድም ኣብ ደማስቆ ደሓር ከኣ ኣብ ኢየሩሳሌም ኣብ ዘላ ሃገር ይሁዳ ከምኡ ከኣ ንሕዛብ ወንጌል ሰበኽኩ። እታ ትእዛዘይ ካብ መን እያ ኢልና ሰማያዊት እያ ካብ ኣምላኽ እያ ነዚኣ ረጊፀ እንተኸይደ ከዓ ብልሒ እንተረገፅካ ንዓኻ እያ ትገደካ ስለ ዝተባሃልኩ ነዚ ሰማያዊ ትእዛዝ ክሓድግ ኣይኮነለይን። እታ ካልኣይቲ ሰማያዊ ልድነት ዘለኣለማዊ እዩ ሕልፍ ኢለ ስለ ዝበልኩዎ ሕልፍ ክብላ እየ ድሓን ኣብ ቀዳማይ ጴጥሮስ ምዕራፍ ሓደ እንታይ ይብለና ኣብ ፍቅዲ ዕስራን ክልተ ዕስራን ሰለስተን ክሪኣየ ብህያውን ንዘለኣለም ዚነብር ቃልን ቃል ኣምላኽን ካብ ዘይጠፍእ ዘርኢ እምበር፣ ካብ ጠፋኢ ዘርኢ ኣይኮንኩምን፣ ከም ብሓድሽ እተወለድኩም፣ ካብ ህያውን ንዘለኣለም ዚነብር ቃል ኣምላኽን ካብ ዘይጠፍእ ዘርኢ እምበር፣ ካብ ጠፋኢ ዘርኢ ኣይኮንኩምን እተወለድኩም። እምበኣር እቲ ልደትና፣ እቲ ውልደት ናይ መንፈስ ቅዱስ፣ እቲ ብጸጋ ጥምቀት ዝወሰድናዮ ልደት፣ ዘለኣለማዊ ህይወት ኣለዎ። እንተዘይዓቢኻ ግን፣ እንተ ዘይዓቢኻ ግን ምሟት ድማ ኣሎ። መንፈሳዊ ሞት ድማ የጋጥም እዩ፣ ምስ ኣምላኽ እንተ ዘይተላጊብካ፣ ምስቲ ወላዲኻ እንተ ዘይነቢርካ ማለት እዩ። ስለዚ ሰማያውን ስጋውን መንፈሳውን ሰማያውን ምድራውን ልደት ከም ዘሎ ውልድነት ከም ዘሎ እታ ብስጋ ዝተወለድናላ ምድራዊት እያ፣ ስጋዊት እያ፣ እታ ብጸጋ ጥምቀት እንወስዳ ንክርስቶስ ብምእማን እንወስዳ ውሉድነት ድማ ሰማያዊት መንፈሳዊት እያ፣ ዘለኣለማዊት እያ ኸኣ። ዘለኣለማዊት እያ። ዋላ ብሓጢኣት ኩን ዋላ ብጽድቂ ኩን ድሕሪ ሞት ወይ ናብ ናይ ዘለኣለም ኩነኔ ወይ ናብ ናይ ዘለኣለም ህይወት ሕጂ ኣብቲ ናይ ዘለኣለም ኩነኔ ከይንኣቱ እዩ ገድልና ክኸውን ዘለዎ። ሕጂ እንታይ ንገብር? ምስ ክርስቶስ ኣብዚኣ ንላለ። እተን ብልዕወን ዝበለና መድሃኒት በሊዕና ህያዋን ኮይና ንጸንሕ። ነዚ ሰማያዊ ውህበት እዚ ዕሽሽ ከይንብሎ። ከምቲ ንሰማያዊ መጸዋዕታ ክኣብዮ ኣይኮነለይን። ካብ ጸልማት ናብ ብርሃን፣ ካብ ግዝኣት ሰይጣን ናብ ኣምላኽ ተሳገሩ ኢልናስ ተሳጊርና ዘይንጓዓዝ ስለምንታይ? መሊስና ናብ ጸልማት፣ ናብ ዕንቅፋት፣ ናብ ውድቀት ንኣቱ ስለምንታይ? ብጓይላን ዳንኬራን ኣጽዋር ጸልማት ብጓይላን ዳንኬራን። እዚኣ ሓደራኹም ንዝረኸብናዮ እዚኣ ኣይፋልን ጌጋ እያ ንበል። ሓድሽ ዓመት መጺኡ ነቲ ህያብ ኣምላኽ ብምስጋና ኣብ ክንዲ ንቕበሎ ብለይታዊ ትልሂት፣ ብለይታዊ ትልሂት ዘፍረናዮ ከ ኣሎ ዶ እንተልኩም ድማ የለን ክሳብ ሕጂ ርኢናዮ ኢና ተመስገን ኣምላኽ ዓመት ካብ ዓመት ኣሳጋጊርካና እዛ ንኣትዋ ዘለና ድማ ብኩሉ ህይወትና እንዓብየላ ዓመት ግበረልና ኢልና ብበረኸት ክንመላለስ እዩ ዝግባኣና ረብሓ ናይ ሰማያዊ ልደት ሓጥያት ኣይትሰርሕን ሓይሊ ይህበካ ዘለኣለማዊ ህይወት ኣለዎ ሕጽር ከብሎ ስለ ዝደለኹ ድሓን ውሉድ ብርሃን ትኸውን ኣብቲ ናይ ዘለኣለም ህይወትካ ኣለካ ወራሲ ውሉድ እንተዘይኮንካ ክትወርስ ኣይከኣልን እዩ ካብ ማይን ካብ መንፈስ ቅዱስን ዳግም እንተዘይተወሊድኩም መንግስቲ ኣምላኽ ክትኣትዉ ኣይከኣልን እዩ ኢልና ወንጌል ዮሃንስ ምዕራፍ ሰለስተ እታ ውሉድነት ግን ክትዓቢ ኣለዋ ብንስሓ ግብራዊ ንስሓ ግብሪ ደለዎ ንስሓ ብንስሓ ክትምገብ ድማ ኣለዋ ዝተወልደ ህፃን ክጠቡ ክምገብ ኣለዎ ክዓቢ እንተኾይኑ ጥዑይ መግቢ ክበልዕ ኣለዎ ቃል ኣምላኽ ንስሓ ቅዱስ ቁርባን እናወሰድና ክንከይድ ኣለና ተወሊደ ኢልና እንድሕር ደው ኢልና ጥምየት ዓጸቦ እዩ ከጋጥመና ኣብቲ ዝድለ ክንበጽሕ ኣይከኣልን እዩ ስለዚ ኢና ነታ ቅዱስ ቁርባን መመሊስና ንጸቕጠላ ህይወትና እያ እዚ ውህበት እዚ ሎሚ እቲ ውልድነት ነቶም ዝተቐበልዎ ዘበሉ ብስሙ ዝኣምኑ ኩሎም ግና ውሉድ ኣምላኽ ክኾኑ ስልጣን ሃቦም። ውሉድ ኣምላኽ ክኾኑ ስልጣን ሃቦም። እዛ ውሉድነት ሰማያዊት እያ፣ መንፈሳዊት እያ። ካብ ስጋ ዝተወልደ ስጋ እዩ ማለት ስጋ መዋቲ እዩ ማለት እዩ። እቲ ካብ ስጋ ዝተወልደ ዝብለና ዘሎ ብሩካቤ ስጋ ሰብኣይን ሰበይትን ዝውለድ ኩሉ መዋቲ እዩ። እቲ ካብ ኣምላኽ ብመንፈስ ቅዱስ ዝውለድ ግን እንታይ እዩ? ዘለዓለማዊ እዩ። ንዓና ዝተዋህበና ልደት ከኣ ዳግማይ ልደት ከኣ እዚ እዩ። ኣብዝን ድሕር ኣሊና ምህላውና ግን ከነረጋግጾ ንኽእል እናተሓጸብና ብንስሓ ብቅዱስ ቁርባን ቃል ኣምላኽ እናሰማዕና እናተማሃርና ክንዓብን ከለና እዩ። እዚ እንተኾይኑ ካብ ሓጢኣት ንርሕቕ፣ ውሉድ ኣምላኽ ኮይንና ጉይ ጉዕዞና ንፍጽም፣ ኣብታ የማን ኣምላኽ ድማ ንዑ ናይ ኣቦይ ብሩኻት ዝብል ድምጺ ብስራት ንሰምዕ። ኣብ ክንዲ ናብ ናይ ዘልኣለም ጥፍኣት ናብ ናይ ዘልኣለም ህይወት ቅድም ዝተዳለወልኩም ውረሱ ዝብል ወረስቲ ንኸውን። ባራዩ ዘይኮና ሕጂ ውሉድ ንኸውን ኣገልገልቲ እቲ ልዑል ኣምላኽ ንኸውን ክብርን ምስጋናን ንኣምላኽ ይኹን ነዚ ሰማያዊ መጸዋዕታ እዚ ዕሽሽ ከይንብሎ ከምቲ ሃዋርያ ጳውሎስ ዝበሎ ብልሒ እንተረገጽካ ንዓኻ ትገደካ ነዛ መጸዋዕታ እዚኣ ነዛ ህያብ ኣምላኽ እዚኣ ግዜ ዕድል ኩሉ ሂብና ዘሎ ዕሽሽ እንተልናዮ ንዓይ ንዓኹምን እያ ትገደና ንዓይ ንዓኹምን እያ ትገደና ነጊረኩም ነይረ እየ ብዙሓት ነብያትን ጻድቃንን ነዚ ንስኻትኩም እትርእይዎ ዘለኹም ክርእዩ ደለዩ፣ ግና ካይረኣዩ፣ ነዚ ንስኻትኩም ትሰምዕዎ ዘለኹም ክሰምዑ ደለዩ፣ ግና ግን ኣይሰምዕዎን። ናትካትኩም ግና ዝርእያ ዘለዋ ኣዒንትኹም፣ ዝሰምዓ ዘለዋ እዛንኩም እንታይ ኢልዎም? ብጹኣት እየን። ንሕና ድማ እንታይ ኢልና ንጽሊ? ንሕናውን ጐይታ ከማታቶም ቃል ቅዱስ ወንጌልካ ክንሰምዕን ክንገብርን ብጸሎት ቅዱሳን ብቑዓት ግበረና ንብል። ብጸሎት ቅዱሳት ብቑዓት ግበረና። ኣምላኽና ዝተመስገነ ይኹን ዝሃበና መሰል ውሉድነት ዓቂብናዮ ወረስቱ ክንከውን ኣምላኽ ባዕሉ ይደግፈና። ክብርን ምስጋናን ንኣምላኽ ይኹን።
ራእይ ከመይ ሓዲርኩም መይ ቀኒኹም እግዚኣብሔር ኣምላኽና ተመስገነ ይኹን እቶም ኩልኹም ኣብ ተፈላለየ ቦታ ኣብ ርሑቕ ኣብ ቀረባ

ኣሕዋትናን ኣሓትናን መዘምራን ድማ ዝማሬ መላእክቲ የስምዓልና ኩሉ ግዜ ድማ ክትዝምርሉ የንብርኩም ካብ ዓለም ወጺኹም ምስ ኣምላኽ ጀሚርኩም ምስ ኣምላኽ ክትውድኡ ድማ እግዚኣብሔር መመልሹ ጸግኡ የብዝሓልኩም ኣቦና ኣቦይ ቀሽ ተስፎም ቃለ ህይወት የስምዓልና ነቲ ዝሰማዕናዮ መጸዋዕታ ኣምላኽ፣ ዕድመ ኣምላኽ፣ ድምጺ ኣምላኽ ምዃኑ ሰሚዕና፣ ተረዲእና ድማ ዝተኣዘዝናዮ ክንፍጽም ክንገብሮ ዝግብኣና ክንገብር ድማ እግዚኣብሄር ንኹልና ይሓግዘና። ሓግዘና ተልናዮ ንሱ እንታይ እዩ ክሕግዘና እዩ። እግዚኣብሔር ዓቢ ግብሪ ገበረልና ንሕና ውን ተሓጎስና ከምዘን ዝሓለፋ ሰናብቲ ክብሪ ንኣምላክ ይኩን በዚ ዕለት እዚ ውን ሓደ ስድራ ቤት ሰብኣይን ሰበይትን ቅዱስ ቁርባን ዝተቀበሉ ኣለዉ እሞ እግዚኣብሔር ንጽድቂ ንመንግስተ ሰማይ ይግበረልኩም ጀመርቲ ዘይኮንኩም ድማ ፈጸምቲ ይግበርኩም ኩልና ድማ ናብዚ በዚ ዕለት እዚ ዝተቐበልዎ ኣሕዋትና ኩልና እተቐበልናዮ ኩልና ዕዱማት ኢና። ንኹልና ድማ ዝተዳለወ እዩ እሞ ቅድሚ ኣምላኽ ከነኽብር ይግብኣና። ከምቲ ኣብ ሰማይ ሓደ ዝንጻ ዝንስእ ሓጥእሲ ምስ መላእኽቲ ኣምላኽ ሓጎስ ይኸውን ዝበሎ ብሓንቲ ነፍሲ ክትምለስ ከላ ናብ ኣምላክ ክትቀርብ ድማ ኣብዚ ድማ ንሕና ምሰም ሰማያውያን ኮይንና ክንሕጎስ ስለ ዝግብኣና ኢና ነቲ ምንጪ ሓጎስ ዝኾነ እግዚኣብሄር ዓቢ ግብሪ ገርካ የሕጒስካና እኻ እሞ ምስጋና ንዓኻ ይኹን ዝበልናዮ እሞ ኣሕዋትና እንኳዕ ናብኡ ጸንበረኩም ከምኡ ውን ኣቦና ኣቦይ መርጌታ ንሓደ ወርሒ ዝኸውን ስድራ ቤት ንምብጻሕ ገሾም ኣለዉ እግዚኣብሄር መገሾምኦም መገሻ ሰላም፣ መገሻ ደሓን፣ መገሻ ጥዕና ክገብረሎም ብሰላም በፂሖም ድማ ብሰላም ክምለሱና ኩልና ኣብ ፀሎትና ንዘክሮም። ኩሎም ገሾም ዘለዉ ገየሽቲ ብደሓን ይምለሰልና፣ ኣብ ወፍሪ ዘለዉ ድማ ኣምላኽና ካብ ወፍሮም ደሓን ድማ የእትወልና። ሓንቲ ሓበሬታ ኣብ ላዕሊ ቆልዑ ትብል መጽያ ንላ እቶም ወለዶም ኣብኡ ዘለዎም ደይኮኑሲ እቶም ዕብይ ዝበሉ ግና ኣብዚ ምስ ወለዶም ክኾኑ ዝግብኦም ኣብ ላዕሊ ከይዶም ገሊኦም ተጸጊዖም ሴልፎን ሕጆም ይጻወቱ ገሊኦም ድማ እናዕገርገሩና ስለ ዝበሉ በጃኻትኩም ወለዲ እቶም ኣብዚ ምሳኹም ክጸንሑ ዝግብኦም ምሳኹም ከተጽንሕዎም ሓደራ፣ ምኽንያቱ ቤት ኣምላኽ እዩ፣ እቶም ኣብ ላዕሊ ዘለዉ ድማ ይርበሹ ኣለዉ፣ እቶም ህጻናት ድማ ነቶም ዓበይቲ ርእዮም ድማ ምእላይ ይኣብይዎም ኣለዉ እሞ፣ ደቅና እቶም ዓበይቲ ኣብ ላዕሊ ካባና ከይዶም ኮፍ ዝብሉ ዘለዉ ምሳና ኣብዚኣ ክንሕዞም ሓደራ ንብል። ተስፋማርያም ኢልና ብጸሎት ክንዝክሮም ዘርፈድና ኣቦና ኩልና ርኢናዮ ኢና ኣብቲ ናይ መድሃኒኣለም ባይበር ወጺኡ ነይሩ ን ዕስራ ዓመት ምሳና ዝነበሩ ኣቦና ሓዘን ሓንቲ መዓልቲ እያ ነራ ትማሊ ድማ ነይሩ ቀብሪ ማይ ብምንባሩ ብዙሓት ደቂ ቤተክርስትያንና ኣይረኣናን ግን ደቆም ቤተክርስቲያኑ እዩ ኣቦ ኩሉ እዩ ድማ ነይሩ እሞኒ ንሕና ክንመጽእ ኢና ኢሎም መጺኦም ኣለዉ እሞ እቶም ዘይረኸብናዮም ድማ ኣብ ኣፍ ደገ ከምቲ ልሙድ ጽንዓት ሃብኩም ክንብሎም ነቦና መንግስተ ሰማይ ንሕዙናን ድማ እግዚኣብሔር ምጽንናዕ ይሃብ እቲ ዝበልዕዎ ቅዱስ ስግኡን ዝሰተይዎ ክቡር ደሙን ድማ ከም ቃሉ ገጾም ገጽ ኣምላኽ መርኣዪ ይግበረሎም ነቦና ሕዙና ይናዝዝ ከምኡ ውን ኣብርሃጽዮን ኢልና ብጸሎት ክንዝክረን ዘርፈድና ውን ኣዲኤን ንኣሕዋትና ኣልማዝ ሰይቲ ሓውና ሰሎሞን ተስፋጽዮን ከምኡ ውን ዶክተር ሳራ ሰይቲ ዶተር ጴጥሮስ ዓሪፈን ኣለዋ ሓዘን ኣብ እንዳ ማርያም ዩ ዘሎ ኣብኡ ከይድና ንበጽሕ ጽባሕ ድማ ፍትሓት ሰዓት ዓሰርተ ኢሎም ኣለዉ ኩሉ ነገር ኣብ እንዳ ማርያም እዩ ዘሎ እሞ እቲ ሓበሬታ ነሕልፍ ኣለና ነዴና መንግስተ ሰማይ ንሕዙናን ድማ ከምኡ ምጽንና ይሃብ ደበሳ እዮብ ይደብስኩም። ሕራይ ንዝመጽእ ዘሎ ረቡዕ ሓድሽ ዓመት ምዃኑ ኩልና ፈሊጥናዮ ኣሎና። ዓለም ድማ ብናታ ብቋንቋኣ ብመገዳ ትዕድም ኣላ። ንሕና ግና ዕድመ ዓለም ዘይኮነ፣ ዕድመ ኣምላክ ክንሰምዕ ደቂ ዓለም ደይኮና ደቅማ ከምቲ ክንመሃሮ ዝጸናሕና ደቂ ብርሃን ደቂ እቲ ኩርስቶስ ምእንቲ ክንከውን ንሰሉስ ምሸት ምክንያቱ ነዛ ዓመት ምሳና ጀሚሮማ መናእሰያት ሽማግለታት ብሕማም፣ ብዘይ ንቡር ሓደጋ፣ ብሕማቕ ነገር ነዛ ዓመት ዘይወድእዋ ብዙሓት ኣለዉ። ክሳዕ እዛ ዕለት እዚኣ ውን ክሳዕ ጽባሕ ውን ዝኸዱ ይሰኣኑ እዮም። ጽባሕ ውን ንሕና ዝሓዝናላ የብልናን። ግን ስጋብ ሕጂ ኣምላኽና ኣብጺሕና እዩ ምስጋና ንዕኡ ይኹን። እታ ሕጂ እንቕበላ ዘለና ዓመት ድማ ናቱ እምበር ናትና ኣይኮነትን እሞ፣ ከም ደቂ ዓለም ኮይንና ዘይኮንናስ ከም ደቂ ኣምላኽ ኮይንና ነዚ ዓመት ብምስጋና፣ ብጸሎት፣ ብምህልላ፣ ብቓል ኣምላኽ ምእንቲ ክንቅበላ ንሰሉስ ምሸት ኣብዚ ምህልላ፣ ጸሎት፣ መዝሙር ኣሎና። እታ ሰሉስ ሰሉስ ሃይማኖት ኣበው እንመሃራ ንፅባሕ ሰሉስ ኣብ ክንዲ ሃይማኖት ኣበው ነዚ ሓዱሽ ዓመት ብምስጋና ክንቅበላ ኩልና ድማ ተዓዲምና ኣሎና። ዝዕድመና ዘሎ ድማ መን እዩ? እቲ ግዜ ዝሃበና እቲ ናብ ሓዱሽ ዓመት ዘሰጋግረና ዘሎ መድሃኒኣለም እዩ። እሞ ነዚ ዓመት እዚ ቃል ክንኣትወሉ ምኽንያቱ ኩሉ ግዜ እንታይ ኢና ንብል ሰንበት ቤተክርስትያን ተሳሊመ ክመፅእ እዛ ቃል እዚኣ ግን ክትቅየር ንደልያ ኣለና። ሰንበት ቤተ ክርስቲያን ከይደ ተነሲሐ ቆሪበ መጽኤ ወይ ድማ ሰንበት ክኸይድ እየ እሞ ተነሲሐ ቆሪበ ክመጽእ እየ ትብል ቃል ምእንቲ ክንቅይራ እዚ ዓመት እዚኣ ኣምላኽና ዝኣዘዘና እንፍጽመሉ ፍቓድ ኣምላኽ እነማልኣሉ ዓመት ክኾነልና ብጸሎት ንቀበላ። ተደኣ በቲ ናይ ዓለም ኣቃባብላ እንድሕር ተቐቢልናያ ናይ ዓለም ጉዙኣት ናይ ዓለም ባርያ ኢና ክንከውን። ናይ ኣምላኽ ግና ከብና ክንቅበላ እሞ ናይ ሰላም ዓመት ክገብረልና ናይ በረኸት ኣምላክ ክገብረልና ንሕና ድማ ክንጥቀመሉ ክንንስሓሉ፣ ቅዱስ ስግኡን ክቡር ደሙን ክንቅበለሉ፣ ደቂ ኣምላኽ ክንኮነሉ እግዚኣብሔር ንኹልና ይሓግዘና፣ ናይ ሽዑ ሰባት ይግበረና፣ ብሓጎስ ብጥዕና ይሓልወና። ሓውና ብርሃነ።

ከመይ ቀኒኹም? ካብ ርሑቕን ቀረባን ዝኣከበና ኣምላኽ ዝተመስገነ ይኹን። ንኹላኻትኩም ሃፒ ኒው ይር። ኣብ ኣጋይሽ ኣብዚ ቤተክርስትያን ንመጀመርታ ግዜ ምመጻኹም ተለኹም እንኳዕ ደሓን መጻእኩም። ሜሮን ሰብኣይ ሽምኪ ሰብኣይ ኣይስተውዓልኩዎን እሞ ኤኒወይ እንኳዕ ደሓን መፃእኪ ሜሮን ናይ ሰንበት ትምህርቲ ሓፍትና ሳራ ምንኣስ ሓፍታ ይመስለኒ እሞ እንኳዕ ደሓን መፃእኪ ናይ ቢዝን ፋውንዴሽን ናይቲ ዓይኒ ምርመራ ሬጅስትሬሽን ኣብ ኣብቲ ክላስሩም ሚእትን ሰለስተን ይካየድ ኣሎ። ሕጂ ናይ ዓይኒ ምርመራ ትደልዩ ሰባት ከይድኩም ሎምዓልቲ ተመዝገቡ። እቲ ምዝገባ ሓንቲ ንእሽተይ ወረቐት እያ። ንሳ እውን እንታይ እያ ትብል ሽም፣ ዕለት ልደት፣ ዕድመ፣ ካበይ መጺኹም ካበይ ዓዲ፣ ካብኡ ፎን ነምበር፣ ኢንሹራንስ ኣለኩም ድዩ የብልኩምን፣ ናይ ኮቪድ ዓሰርተው ትሽዓተ ቫክ ሲነይትድ ኮንኩም ዲኹም ኣይኮንኩምን ጥራሕ እዩ ዝብል እሞ ንዘን ኣርባዕተ እዚኤን እዘን ኣርባዕተ ሓሙሽተ ሕቶ ጥራሕ እየን እሞ በጃኻትኩም እቲ ክትምርመሩ ትደልዩ ተመዝገቡሎም ሎም መዓልቲ እቲ ዕለት ያው ጃንዋሪ ዓሰርተው ክልተ እዩ ክኸውን ካልኣይ እውን ኣብ ጃንዋሪ ዕስራን ሽዱሽተን ክህልወና እዩ። ሕጂ እዚ ናይ ግላኮማ ኢሹ ዳያቤቲክ ሬቲኖፓቲ ዝብሃል ሕማም ካታራክት ከምኡ ውን ማስኩላር ኢንዴማ ዝብልዎ ንዑ ቸክ ክንገብር ኢና ንደሊ ዘለና ይብሉና ስለ ዘለዉ መጺኹም ብነጻ ተመርመሩ እ ሎም ንግሆ ማይ ብጣዕሚ ሓሪሙ ስለ ዝኾነ እቲ ክትወጹ ከለኹም ተጠንቀቑ ከይትወድቁ። ሎስት ኣንድ ፋውንድ ሓደ ሓውና ፊትቢት ሰዓትን ናይ ኣይፎን ቻርጀርን ሎሚ ንግሆ ተቀቢለ ኣለኹ እሞ ዝጠፋኣኩም ተለኣለኹም መጺኹም ሕተቱኒ ን ነዴና ናብ ወይዘሮ ብርሀት ኸፈላ ወደ ማርቆስ ወደ መንቀርዮስ ኣብ ቅድስት ማርያም እዩ ዘሎ እቲ ሓዘን ኣብኡ ቁርተይ ፓርኪንግ ስለ ዘሎ እንተተኻኢሉ ብሓደ መኪና ሰለስተ ኣርባዕተ ኮንኩም ኪዱ እንተዘየለ ግን ካብ ኩሉ ኣዴታትና ናብኡ ትኸዳ ትደለያ ናይ ትራንስፖርተሽን ጸገም ክህሉ እንተድኣ ኮይኑ በታ ቫን ጌርና ከንብጽሓክም ውን ንኽእል ኢና እሞ ተቐሪብና ኣለና ማማ ዝግታ እቲ ቅድሚ ምኻድኪ ገዛ ርኣይ እንኺ እቲ ሪሲት ክመልሰልኪ። ሳራ ድማ ኩልሻዕ ከድኩም ረኣይዋ ኢኻ ትብል እሞ መልሽካ ድማ ንገሮም ድሒር መጽዮም ዘይርእዩኒ እንተ ኮይኖም ዝመጽእ ዘሎ ሰሙን ቴክስት ን ኢሜል ክልእኸልኩም እዩ ኢላ ኣላ ፈኻራ እዩ ግን ቀስ ኢላ ገይራቶ። ሕራይ በልኒ ኢለያታ። እሞ እቲ ናይ ክልተ ሽሕ እቲ ኣተሓሳስባ እንታይ እዩ እዚ ዕድመ እቲ ዓመት ተወዲኡ ኣኼባና ድማ በቲ ዓንዲ ሕጊ ዝብሎ ድማ ኣብ መጋቢት ኣሎ እንዳ ኣኼባ እሞ ኣብኡ ንኽትሳተፉ እቲ ዘሎ ውዝፍ ኩልኹም ክትከፍሉ ኣለኩም ይመስለኒ እቲ ነገር እሞ ኤኒወይ ካልእ ብስም ሞባእ ንጸሎት ዝተገበረሎም ቤተሰብ ኣምላኽ ዕድመን ጥዕናን ነቦታትና ይሃበና ኢለን ሓንቲ ኣደ ወይ ኣቦ ሜቴየን ኣለዋ። ማሕበር ተስፋ መብዛሕትኡ ግዜ ኣነ ኩርሲ ቀሪቦም ኣለዉ እዩ ዝበሃል ግን ሎሚ መልእኽቲ ሂቦምኒ ኣለዉ ማሕበር ተስፋ ሸሓኒ ፉል እንኳዕ ብና ኣብዚ ሃለው ሎምዓልቲ ሸሓኒ ፉል ንቁርሲ ዝኸውን ኣዳሊና ኣለና እሞ ሓሙሽተ ሞባእ እንዳኸፈልኩም ንዓኹምን ነቶም ብዝተፈላለየ ምኽንያት ንቤተክርስትያን ዘይመጹ ቤተሰብ'ውን ሒሽኩም ንክትከዱ ንላወብኩም ኣሎና ኢሎም እሞ እሞ ሰሚዕኩም ኣለኹም ቁርሲ ኣሎ ኣብ ፖስታ ዝጸንሐ ሞባእ ሓደ ሚእትን ዕስራን ሓንቲ ኣደ ሰብኣይ ተጸሊእዎ ስለዘሎ ኣነ ድማ ይገይሽ ስለ ዘለኹ ብጸሎትኩም ዘክሩኒ ኢለን ሓደ ሚእቲ ሞባ ሂበን ኣለዋ። ከምኡ ውን ሓደ ስድራ ካብዞም ሎሚ ቅዱስ ቁርባን ዘተቀበሉ ሞባ ኢሎም ክልተ ሚእቲ፣ ሓንቲ ሓፍትና ሓፍተይ ብሰላም ስለ ዝመጸት ኢላ ሓደ ሚእቲ ሞባ፣ ሓንቲ ሓፍትና ናይ ቅዱስ ገብርኤል ኢላ ሓደ ሽሕ ሞባ፣ ከምኡውን ሰለስተ ኣዴታት ናይ ኣባልነት ኢለን ሓምሳን ሰለስተ ሚእትን ኣርባዕተ ሚእትን ከምኡውን ክልተ ክልተ ኣሓትና ናይ ኣባልነት ኢለን ሓሙሽተ ሚእትን ሰላሳን ሰለስተ ሚእትን ከምኡውን ሓደ ሓውና ሞባኢሉ ሓደ ሚእቲ ሓደ ስድራቤት ናይ ኣባልነት ኢሎም ኣርባዕተ ሚእትን ሓምሳን ሂቦም ተቀቢልና ኣለና ንኩልኩም ነመስግን። ሕጂ ብዛዕባ ማይ ክዛረብ ይደሊ ግን ያው ኣብ ሽግር ክኣቱ እንዲ ቦርዲ ንሕና እኩል ገንዘብ ስለ ዘለና ከይድና ክንገዝእ ንክእል ኢና ስለምንታይ ከኣ ማይ ትልምን እብሉኒ። ኣነ ድማ እቲ ዝሓለፈ ሰለስተ ኣርባዕተ ሰሙንሲ እቲ ማይ ምሃብ ገዲፍናዮ ኔርና። እቲ ሽግር እንታይ ኮይኑ እቲ ማይ ኣይስተን እዩ ኣብቲ ጋርቤጅ ይጥርበ ካብኡ ንዑኡ ተሰኪምና ንኸነብሎ ብጣዕሚ ጸገም ረኺብና ማለት እዩ። እምበኣር እንታይ ንግበር? ዋእ ምሁር ክንገብር እንተ ደኣ ኮይናሲ፣ ንሕሙማት ደሓን ዘድልዮም ስለ ዘድሊ ክንቀርብ ኣለና። ግን መጺኦም እንተ ሓቲቶምና ኢና ንህብ ኢና ኢልና ነይርና። እንተኾነ ግን ዋእ! እዚ ናይ ቤተክርስትያን ኣመሓድራ ናይ ብሓቂ ሽግር እዩ እሄ ምክንያቱ ሓደ ነገር ክፈትሕ ኢልካ ትብል እኮ እቲ ካልእ ነገር ድማ ካልእ ጸገም የምጽእ ሕጂሲ ንትደልዩ ክምሃር ትህቡ ዘይትደልዩ ሰብ ኣይትህቡን ኢኹም ተባሂሉ ኣሎ ስለ ዝበሉኒ ሎምዓልቲ በሉ ካብ ሓሜት ንክንድሕን ንኩሉ ሰብ ማይ ብነጻ ሃቡ ኢለዮም ኣለኹ። ሕጂ ዝመጽእ ዘሎ ሰሙን ግን እንተኺኢልኩም በጃኻትኩም ኣብ ወርሒ ሓንሳ ዋላ ኣብ ክልተ ሰሙን ሓንሳ ማኪና ማይ ሒዝኩም ኣብኡ ኮፍ እንተ ኣቢልኩም ናይ ብሓቂ እቲ ጸገም ይቕንሰልና ማለት እዩ። ምኽንያቱ እዞም ሰበኻ ጉባኤ ዘለናሲ you know ኦርጋናይዝ ጌርና ማኪና ትራክ ሒዝና in bulk ገዚእና ናብዚ ክንመጽእሲ ጸገም ስለዝኾነ በጃኻትኩም እቶም ካብ ኩሉ ማይ ክትሰትዩ ትደልዩ ማይ ድማ የለን ኢልኩም ኮምፕሌን ትገብሩ ማይኩም ሒሽኩም ምጹ። በቃ መፍትሒ ተረኪቦም ማለት እዩ። ኦኬ ን ኤቨሪባዲ ሃፒ ኒው ይር ረጅስትሬሽን ኣይትረስዑ። ብሰላም ነንገዛና ይምልሰና እሞ ነዛ ዓመት እዚኣ ድማ ከይሞትና ንሓልፋ ይግበረና ክልተ መዓልቲ ድያ ተሪፋትና ኦኬ ኣ፣ ሰዓት ኣይነገርካን ትብል ቴክስት መፅያትን እሞ ነጊረ ኢለን እሞ ካብ ሰዓት ሽዱሽተ እዩ ድሕሪኡ ናብ ስድራና ክንከይድ እንድሕር ደሊና ማሲና እውን ክንቀይስ ስለ እንኽእል ካብ ሽዱሽተ ጀሚርና ክህልወና እዩ ናይ ሽዑ ሰባት ግበረና ኣራይ እሞ መደብና ብጸሎት ክንዓጹ ኩልና ሓፍ ንበል

መሕደሪ ክትኸውን ዝጸዋዕካያ ቅድስቲ ቤተ ክርስቲያን ሓልዋ። ናብዛ ቅድስቲ ቤተ ክርስቲያን ዝመጻእኩምን ዝተኣከብኩምን ዝጸለኹምን ናይ ጐይታና ኢየሱስ ክርስቶስ ቅዱስ ስግኡ ዝበላዕኩምን ክቡር ደሙ ዝሰተኹምን ብፍልጠት ይኹን ብዘይፍልጠት ዝገበርኩሞ ሓጢኣትኩም ይሕደገልኩም ምእንቲ ስግኡ ስጋ መለኮትን ምእንቲ ደሙ ደም ሕግን ስርዓትን ኢየሱስ ክርስቶስ ወዲ እግዚኣብሔር ጎይታ ሰራዊትን ወዲ ንጽህቲ ማርያምን ብድንግልና ሕልናን ብድንግልና ስጋ እውን ጽንዕቲ ዝኾነት ሓጢኣትኩም ይሕደገልኩም ብዝሓለፈ ይምሓርኩም ብዝመጽእ ከኣ ይሓልኹም ንዘልኣለም ኣለም ዓሰርተ ክልተ ግዜ እግዚኦ መሃረነ ክርስቶስ ንበል Johanna Christus. ከማሁ ዓሰርተው ክልተ ግዜ በእንተ እግዝእትነ ማርያም መሃረነ ክርስቶስ ንበል። እግዚአብሔር

እግዚኣብሔር ኣምላኽ ተስፋ ሂቡ ሂወቶም ክመርሑ የብቅዓልና ኣብ ውሽጢ ሃገርን ኣብ ስደትን ዘለዉ መንእሰያትና ኣዒንተ ልቦንኦም ኣብሪሁ ካብ ኩሉ ሓጥያት ኣርሒቁ ሂወቶም እግዚኣብሔር ብዝሰምረሉ መገዲ ክመርሑ የብቅዓልና ኣብ ሓዳሮም ሰላምን ሰላም ዝረሓቆም ሂኮት ዝመረጹ ነቲ ሰማያዊ ኣኽሊልን ሰማያዊ ዓስብን ዘንጊዖም ብምድራዊ ነገር ንቃል ኪዳኖም ኣብ ዋጋ ዕዳጋ ዘእተዉ ደቅና እግዚኣብሔር ኣምላኽ ዕርቀ ሰላም ይሃቦም ካብ ቤቶም ዝወጹ ህጻውንትን መንእሰያትን እግዚኣብሔር ኣምላኽ ቀዲሙ ናብ ሕቕፉ ድሒሩ ናብ ሕቕፉ ወለዶም ብሰላም እምለሰልና ብሕማም ንዝሳቐዩ ዘለዉ ምሕረት እግዚኣብሔር ደልዮም ንቤተ ክርስቲያን ጸሎታ ንዝሓተቱ ወልደ ገብርኤል ኢዮብ ተስፋ ስላሴ ወለተ እግዚእ ክብራ ክንፈ ሚካኤል ወለተ መድህን ብሩክት ማርያም እግዚኣብሔር ኣምላክ ፈውሰ ምሕረቱ ይልኣኸሎም ነፍሰ ኣግብርተ እግዚኣብሔር ወኣማተ እግዚኣብሔር ተስፋ ማርያም ዑቕባ ሚካኤል ኣብርሃ ጽዮን ኣስቴር ኣብርሑ ገነት ኣብ ሕቕፊ ኣቦታትና ኣብርሃምን ይሳቅን ያኢቆብን ኣብቲ ሓዘንን ጓህን እህታን ዘይርከቦ ቦታ የዕርፈልና ብቑዓት ይግበረና ብምስጋና ከምዚ ኢልና ክንጽሊ ኣብ ሰመያት ሰማያት ዝነብር ትነብር ኣቦና ስምካ ይቀደስ መንግስትኻ ትምጻእ ፍቃድካ ከምቲ ኣብ ሰማይ ከምኡ ድማ ኣብ ምድሪ ይኹን ናይ ዕለት እንጌራና ሎሚ ሃበና ንሕና ንዝበደሉና በደሎም ከምዝሓደግናሎም በደልናን ኣበሳና ኣይሕደገልና ካብ ክፉእ ኣድሕነና እምበር ኣብ ፈተና ኣይተእትወና መንግስትን ሓይልን ክብርን ንዘላኣለም ናትካ እዩሞ ኣሜን ኦህዴን ኣርስንግል ማርያም ብናይ ቅዱስ ገብርኤል መልኣክ ሰላምታ ሰላም እለኪ ኣለኩ ብሕልናኪ ድንግል ኢኪ ብስጋክን ድንግል ኢኪ ኣደ እግዚኣብሔር ጎይታ ሰራዊት ሰላም እለኪ ኣለኩ ንስኪ ከወነስ ብርክቲ ኢኪ ፍረ ማህፀንክን ብሩክ እዩ ኦሆ ምልእተ ፀጋ እግዚኣብሔር ምሳኪ እዩ ኦሆ ፍፅምቲ ደስ ይበልኪ ሓጢኣትና ንኪ ሓድገልና ናብ ፍቲ ወድኪ እየሱስ ክርስቶስ ምእንታና ምሕረት ለምንልና ኣሜን።